ሓቢርኩምና ጽንሑ። ኣቐዲምና ግን ከምዚ ዝኣመሰለ መሃራይ መደብ ወትሩ ክበጽሐኩም ንቻነልና ሰብስክራይብ ክትገብሩ ንዕድም። ኩላትና ሰባት ዝተፈላለየ ተዓባብያን ቤተሰባዊ ኩነታትን እዩ ዘለና። ገሊኦም ካብ ዝሐሸ ሃፍቲ ዝወነኑ ስድራ እንትውለዱ፣ ገሊና ድማ ካብ ትሑት ኢኮኖሚ ዘለዎም ስድራ ዝመጻና ክንኮን ንኽእል ኢና። እቲ ብ ሽሕን ትሽዓተ ሚእትን ሰማንያን ሓሙሽተን ዓመተ ምህረት ኣብ ኣዴራ ፑርቹጋል ዝተወለደ ክርስትያኖ ሮናልዶ እውን ካብ ብድኽነት ዝሳቐዩ ትሑት ኢኮኖሚ ዝወነኑ ስድራ ቤት ዝተወለደ እዩ። ስድራ ሮናልዶ ደቆም ከዕብዩ ኣብ ትካላት ተቖፂሮም ብስራሕቲ ፅሬት ይመሓደሩ ነይሮም። ሮናልዶ ግን ህይወት ስድርኡ ክቕይር ዓሰርተ ሸውዓተ ዓመታት ተንከራቲቱ እዩ። ኣብ ኣካዳሚ ሊዝበን ዝዓበየ እዚ ኮኸብ ኩዕሶ እግሪ ካብታ ምስ ኩዕሶ ዝተላለየላ ግዜ ንደሓር ጠንኪሩ ብምስራሕ ዝናን ሃብትን ዓለም ክቆጻጸር ክኢሉ እዩ። እዚ ብድኽነት ዝዓበየ ቆልዓ ሎሚ ዝወነኖ ዝተጻረየ ሃፍቲ እንትነግረኩም ከዓ ብጣዕሚ ዘገርም እዩ። ንሱ ልዕሊ ሓደ ነጥቢ ክልተ ቢልየን ዶላር ወኒኑ ምዕቡል ዝበሃል ናብራ ኣብ ምንባር ይርከብ። እዚ ዓወት ሱቕ ኢሉ ዝተረኸበ ኣይኮነን። ብዙሕ ውፃእ ውረድ፣ ጠንኪርካ ምስራሕን ዘየቋርፅ ልምምድ ዘምፅኦ ለውጢ እዩ። ክርስትያኖ ሮናልዶ ብኩዕሶ እግሪ ዝወፀሉ ሙሉእ ኣትሌት ክኾን ዝኸዶ ርሕቐት ንዓና እውን ዓብዪ ትምህርቲ ክህበና ይኽእል እዩ። ኣብ ስራሕትና ብዘይ ትህኺት ክንፅመድ ከም ዝግበእና ይምህረና። ታሪኽ እቲ ካብ 1861 እስካብ 1865 መበል 16 ፕረዚደንት ኮይኑ ንዓባይ ሃገር ኣሜሪካ ዝመርሐ ፕረዚደንት ኣብርሃም ሊንከን ኣዝዩ መደነቕ እዩ። ኣብርሃም ሊንከን ካብ ኣዝዮም ጽጉማት ስድራ ኣብ ገጠር ኣሜሪካ እዩ ተወሊዱ። ናይ ትምህርቲ ኮነ ካልእ ዘመናዊ ኣቕርቦት ክረክብ ይጽገም ከም ዝነበረ እዩ ታሪኹ ዝሕብር። እቲ ምንባብ ዘይህከ ሰብ ግን ፈለማ ናይ ሕጊ ጠበቓ ኮይኑ ምስራሕ ምስ ጀመረ፣ ጸኒሑ ድማ ናብ ፖለቲካ ዓለም ኣትዩ ዘመናዊት ሃገር ኣሜሪካ ከበስር መሪሕነት ተረከበ። ኣብርሃም ሊንከን ኣብ ምድሪ ኣመሪካ እቲ ኣዝዩ ፍቱውን ዴሞክራስያውን መራሒ እዩ። ብፍላይ ብሽሕን ሸሞንተ ሚእትን ሱሳን ሰለስተን ዘበነ ባርነት ንሓንሳብን ንሓዋሩን ከብቅዕ ንወሰዶ ስጉምቲ ኤማንስፔሽን ፕሮክላሚኔሽን ብብዙሓት ሰባት ኣድንቖት ዝረኽበሉ ብራኸ መሪሕነቱ ዘርኢ ብቕዓቱ እዩ። ኣሜሪካ ኣብ ውግእ ሕድሕድ ተጸሚዳ ህዝባ ተዋድእሉ ኣብ ዝነበረት ግዜ ኣብርሃም ሊንከን ናብ ፖለቲካ ምድያቡ ንህላወ እታ ሃገር ዱልዱል ሰረት ኮይኑ ናብ ዝቕጽል እዋን ኣሰጋጊርዋ እዮም። ኣብ ሓደ መድረኽ ቲያትር ብዝተተኮሰ ጥይት ዝተቐተለ እቲ ዓብዪ መራሒ ክሳብ ሎሚ መርኣያ ናጽነትን ፍትሕን ተገይሩ እዩ ዝቑጸር። ብዙሓት ንኣብርሃም ሊንከን ብተምሳሌት ጽንዓትን ኣለሻ ፍልጠትን ይምስልዎ። እቲ ካብ ግድግዳ ገዛ ዝተበገሰ ጻዕራም ታሪኹ ንዓና እውን ብዙሕ ከምህረና ይኽእል እዩ። ካብ ውድቀት ናብ ዓወት ከመይ ከም ዝብጻሕ ዝምህረና ፍሉጥ መዳለዊ ፕሮግራም ቴሌቪዥን፣ ኮሜድያን፣ ጸሓፍን ሞቲቬሽናል ስፒከርን ስቲቭ ሃርቪ እዩ። ስቲቭ ሃርቪ ካብ ኣዝዮም ብናብራ ዝተጎሳቆሉ ዳኹ ቤተሰብ እዩ ተወሊዱ። ስቲቭ እናነበዐ ዝዝክሮ ታሪኹ ብጣዕሚ እዩ ልቢ ዝትንክፍ። ንሱ ቆልዓ ከሎ ዝሕግዞ ሰብ ስኢኑ ናይ ሰብ መካይን እናሓጸበ ንብዙሓት ዓማውቲ ኣብ ውሽጢ እተን ዝሰርሐለን መካይን ይሓድር ምንባሩ እዩ ዝገልጽ። ስቲቭ ግን በዚ ተስፋ ከይቆረጸ ናብ ኮሜዲ ዓለም ብምእታው ዕውት ክኾን ክኢሉ እዩ። ሎሚ ኣብ ምድላው ቴሌቪዥን መደብ ፋሚሊ ፊውድ ዘ ስቲቭ ሃርቬይ ሞርኒንግ ሾው ከይረብረበ ይሰርሕ። ኣብ ዓበይቲ መድረኻት ኮሜዲ የቕርብ ይጽሕፍን። I was uh, 26 years old, man. I was struggling. I didn't, I didn't, I didn't have nothing.

ናብ ዩኒቨርሲቲ ንምእታው ብዙሕ ግዜ ዝወደቐ ጃክማ ከቢድ ህይወት ኣሕሊፈ ይብል። ትምህርቲ ምስ ተመረቐ እውን ስእነት ስራሕ ኣማሲንዎ ተስፋ ክቖርጽ ተቓሪቡ ምንባሩ እዩ ዝዛረብ። ጃክማ ኣብ ሓንቲ ጸባብ ኣፓርታማ ኮይኑ ንዓሊባባ ግሩፕ መስሪቱ ናይ ዓለምና ብሉጽ ኢኮመርስ ትካል ክገብሮ እውን ክኢሉ እዩ። ጃክማ ካብ ዘሕልፎ ተመክሮ ንመናእሰይ እውን ምኽሪ ኣለዎ።

ክቡራት ተኸታተልትና ናይ ሎሚ ምድላውና ነቲ ዝተኸታተልክሞ ይመስል ነይሩ። ካብዚ ዘቕረብናዮ ናይ ናብራ ውፃእ ውረድ ንዓኹም መን እዮም ዛንታ ዝያዳ ኣወንታዊ ጽልዋ ሕዲሮምልኩም ኣብ ኮሜንት ሴሽን ጸሓፉልና። ምድላውና ቀጻሊ እውን ካብዚ ጸበቐ ክኾን ሰብስክራይብ ላይክ ምግባር ከይትርስዑ ምድላውና እንተ ፈቲኹሞ ንኻልኦት መሓዝትኩም እውን ሸር ግበሩ